ናይ ትኽክለኛ ፈጣሪ መንገዲ እንድሕር ተረዳዲእኻ ዘይግነ ነገር የለይ። ኣምላኽ ግን ብመሰረቱ እንታይ ይብሎ ንራዳዳእ መፍትሒ ነምጽእ። ዓድና ዓባይ ትግራይ ክትኾን ተኾይና በይናይ መንገዲ ምዃና መፍትሒ ኣለኒ ኣነ ኮሳሳ ሓደ ይረብሕ ሞህሮ ለይብለይ እዩሞ መድሃኒኣለም ግን ሓደራ ሂብኒ ኣሎ ታሓደራይ ግን ኣሕዋተይ ማዓረይ ወለደይ ንናኣስኹም ኣሕዋተይ ልዓበኹም ወለደይ ስምዑኒ መፍትሒ ኣለኒ ኣነ ሓውኹም እየ ግንኸ መድሃኒኣለም ሓላፍነት ተሸኪሙኒ ኣሎ እሞ ተረዳዲእና ዓድና ነዕቢ ህዝብና ንየማን መንገዲ ንምራሕ ያው ንሰሜን ሂብዋ ለሎ ዕዱል ዓብዪ ዕዱል እዩ እሞ ንራዳዳእ ንራዳዳእ ኣይሰምዒ ኣይበሃሊ ኣነ ሓውኹም ያው ልነኣስኹም ኣሕዋተይ ልዓበኹም ወለደይ ካብ ኣባይ ወልዱ ልሃለወ ጀሚረ ወረቐት እእትየ ዓድና ክታራመስ እዮ ዓድና መንከራ ኣለና ስምዑኒ መንገዲ ኣለኒ መድሃኒኣለም ልሃበኒ ትብልኩኩም ኣቢኩምኒ ኣቢኩምኒ ህንደይ ህዝቢ ግን በኮንቱ ጠፊኡና ኣሎ በኮንቱ ፈሲሱና ኣሎ እሞ ሕዚ እውን ታሰላም ክትመፅእ ተረዳዲእና ኣነ ሓውኩም እየ ትክክል ብወርዲ ብወርዲ ምሳኩም ነይረ ተጋዳላይ እየ ነይረ ግንከ እዝጋብሄር ግን ንዓስቲ መንገዲ ሂቡኒ ኣሎ እዚ መንገዲ እዙይ ግን ተጠቀሙለይ እቲ ተገልጋሊ ኣብዚ እኒሆ ልዓወረ ዓይኑ ልፈዘዘ ብርኩ ልደምዘዘ ኩሉ ይመሓር ኣሎ መድሃኒኣለም ብልሃበኒ ስጦታ እንደይ ሰብ ይመሓር ኣሎ እሞ ላውዚ ቃሪብኩም ተረዳዲእና ኣነ ሓውኩም እየ ስሙዕኒ መማረፂ መማረፂ የብልናይ ስምዑኒ የሕዋተይ መዓረይ ወለደይ ስምዑኒ ዓድና ተረዳዲእና ቁስላ ንሓክም መዓድና መድሃኒኣለም ደሞ ያው እቲ ለገልግሎ ኣለኹ ኣብና ገዛ ክራይ ገዛ ኮይነ እየ ለገልግሎ ኣለኹ እንዶም ኣቱ ምሁራን ኣካል ልዝምልከተኩም ኩሉ ንቲ ህዝብኹም ተልዓልኹም ሂወትኹም ተህግሩ ልህዝብኹም ሓላፋ እልትፈትዉ ስለልኾንኹም ቦታ ደሞ ንእሽትን ተተውሃሚ መድሃኒኣለም እንታይ ይመስለኩም ኣነ ሓውኹም ብትሕትና ይልምን ኣለኹ ብትሕትና ይናገር ኣለኹ ናይ መድሃኒኣለም መልእኽቲ ኣለኒ ኣብ ኣድጊ ሓዲሩ ውን ይዛረብ እዩ እሞ ኣቱም ወለዲ ኣሕዋተይ ስምዑኒ ይምሕጸን ኣለኹ እእ እዞው ዝኒሆ መድረኽ ደሞ ኣምጺእናዮ እኒሀና ንሕና ተገልገልቲ ኢና ኣምፂእናዮ እኒና ወለድናስ እንታይ ኢሎም ይኣውዩ ኣይኣውዩኻይ ኢልና ተኻቲዕና ኣነ ስለ ዝኣወይን እዮ ወረቓቕቲ ርኢና ኣሚንና ብእውነት ወረቓቕቲ ርኢና ኣሚንና እንደ ተኸራኺርናዮ ኢና ኣይብሉ እየ ወለድናስ እልዚ ምሕረት እዙይ መንገዛ ስግኦም መንገዛ ክርስትያን ሃም ባዕሎም ውላዶም ኣይኣውዩኻ ኢልና እንደ ተኸራኺርናዮ ነርና እቲ ወረቓቕቲ ርኢና ግን ኣሚንና ባዕልና ውን ሞኪርና ትምኩር ተለና ግን ቕጥዕሉ የብሉ ኮይንና ምህለላ ኣብ ኣደባባይ ዕጣን ገርና ንማህለል እልና በሉ እምበኣይ ሃምዚኣ ተኾንቱ ኣብዩ ሰለ ዓዲ ማርያም ቡግሳ ዝራ እዳ ገረንፎስ ቁዱስ ራንዳ ዝራ ዓዲ ስእለ ሽፍጣ ዝራ በእጋርኽ እንተብሂልና እዛ ገመይ ገመይ ትልላ ለይቲ እሻዓቲኣ መዓልቲ ኣውሪድልና ሰለስተ መዓልቲ ተማህሊልና ሪእኽምዎ ኢኹም ትምሕረት ወለድና ዓበይቲ ምሳና ለሙሸይ እውን ብኣማን ኣማን መድሃኒኣለም ወሪድና ኣሎ ኢሎም ሎማዓንቲ ኢሎምና ወለድና እዚ ታሪክ እዚ ግን እዚ ታሪክ እዚ ግን ብኡ እዩ ልግለጸልና ኣሎ ብኡ ኢና ንሰምዖ ኣለና እዎ መሲሕባ እንታይ ይባላልና ያው እቲ ለይምግንዛብና ዓብዩ ችግር እዩ ምግንዛብ ዓድና እንድሕር ንፈቱ ኮይንና ብትክክል ህዝብና እንድሕር ንፈቱ ኮይንና ግን እንዳ ኣይር ውሎ ስብኣይ እዚ እስቲ እነዳምፆ ሓደ ለባም ናይና እስቲ እነዳምፆ ኢልኩም በይዛኹም በይዛኹም ተቸግርና ኢና ተረዱእልና ችግርና ሞኪርና ትምኩር ተለና ግን ቅጥዑ ለይውሉ ኮይንና ምህለላ ኣብ ኣደባባይ ዕጣን ጌርና ንማህለል ኢሉና ቦኑ እምበኣይ ሃምዚኣ ትኾን ትብል ኣብዩ ሰለ ዓዲ ማርያም ቡግሳ ዝራ እዳ ገረንፎስ ቅዱስ ራንዳ ዝራ ዓዲ ስእለ ሽፍጣ ዝራ በእጋርኽን ተብሂልና እዛ ገመይ ገመይ ትልላ ለይቲ እሻዓቲኣ መዓልቲ ኣውሪድልና ሰለስተ መዓልቲ ተማህሊልና ሪእኹምዎ ኢኹም ትምሕረት ወለድና ዓበይቲ ምሳና ሎም ሸይ ውን ብኣማን ኣማን መድሃኒኣለም ወሪድና ኣሎ ኢሎም ሎማዓንቲ ኢሎምና ወለድና ሞኪርና ትምኩር ተለና ግን ቕጥዕል የብሉ ኮይኑና ምህለላ ኣብ ኣደባባይ ዕጣን ጌርና ንማህለል ኢሉና በሉ እምበኣይ ሃምዚኣ ተኾንትብል ኣብዩ ስረ ዓዲ ማርያም ቡግሳ ዝራ እዳ ገረንፎስ ቅዱስ ራንዳ ዝራ ዓዲ ስእለ ሽፍጣ ዝራ በእጋርኽ እንተብሂልና እዛ ገመይ ገመይ ትብል ላለይቲ እሻዓቲኣ መዓልቲ ኣውሪድልና ሰለስተ መዓልቲ ተማህሊልና ሪእኽምዎ ኢኹም ትምሕረት ወለድና ዓበይቲ ምሳና ለሙሸይ እውን ብኣማን ኣማን መድሃኒኣለም ወሪድና ኣሎ ኢሎም ሎማዓንቲ ኢሎምና ወለድና እዚ ታሪክ እዚ ግን እዚ ታሪክ እዚ ግን ብኡ እዩ ልግለጸልና ኣሎ ብኡ ኢና ንሰምዖ ኣለና እወ መሲሕባ እንታይ ይባላልና ያው እቲ ለይምግንዛብና ዓብዩ ችግር እዩ ምግንዛብ ዓድና እንድሕር ንፈቱ ኮይንና ብትክክል ህዝብና እንድሕር ንፈቱ ኮይንና ግን እንዳ ኣዩር ውሎ ስብኣይ ዝስቲ እነዳምፆ ሓደ ለባም ናይና እስቲ እነዳምፆ ኢልኩም በይዛኹም በይዛኹም ተቸግርና ኢና ተረዱእልና ችግርና ደቅና እዮም ኣብ ሓዊ ሐዚ እውን እዛ መንከራ ከይትመፀና ክንራዳዳእ ኣለኒ መፍትሒ ይብለና ኣሎ እሞ በይዛኻቱም ስምዑልና ምሁራን ኣካል ኣብ ትምህርቲ ኣብ ኣብ እርተደጉስ ኣይኣቲ ኣይትበሉ በይዛኹም በይዛኹም ንምሕረት ንድሕነት ካያጉይ ሞዓል ክሳድ ምሓዙ እዩ እሞ በይዛኻቱም ሓጉዙና ብትሕትና ንለዋወኩም ኣለና ጨኒቁና እዩ እዚ መድረክ እዙይ ፈጢርና ብዙይ ደማ ብቃል ቃል ኣውዮምና እሞ ብዙይ ደማ ንምኩር ኢና እና ያው ገበርቲ ሰናይ ሓጊዞምና እታ መድረክ እዚኣ ተፈጢራ እኒኣ ኣንሕና ኢና ኣምፂእናያ እሞ ያው እግዛብሄር ዓይነ ልቦናና ከፊቱ እቲ ሓዳሽ ዓመት ኢድሊ እተተሓሒዝና ዓድና ኣልሚዕና ወለድና ሃይማኖትና ኣኽቢርና ትሕት ኢልና ዘቕ ኢልና ተኸባቢርና እንኸደሉ ሰዓት ይግበረልና ልሓለፈ ክፉእ ልመጽእ ኣሎ ጽቡቕ ይግበረልና ወለድና ብዓይኒ ልቦናኹም ስምዑና ሰራሕተኛ ለለኹም ናይ መንግስቲ ውን ስምዑና ብዚኣ